ትሕዝቶና ኣብ ህይወትን ጥበብን ዝምልከት ክኸውን እዩ። ነገረ ጥበብን ህይወትን ፈተነታታን ዝብል ድማ ክልተ መጽሓፍቲ ኣሰናዲእና ኣለና። እዘን መጽሓፍቲ እዚኤን ኣብ ማሕበራዊ ህይወትን ኣብ ትርጉም ናይ ፍልስፍና ብዓብዩ ድማ ንህይወት ከመይ ጌርካ ክትሪኣ ኣለካ፣ ኣብ ማሕበራዊ ህይወታትካ እንታይ ዓይነት ጥበባት ተኸቲልካ ዕዉት ክትከውን ዘስተምህራ እየን። ደራሲ ናይዘን መጽሓፍቲ ድማ ዲያቆን ልዋም ሃብተ እዩ። ዲያቆን ልዋም ሃብተ ሓደ ካብቶም ንቋንቋን ስነ ጥበብን ዕቤት ዝገብሩ ዘለዉ ጻዕራማት መንእሰያት እዩ። መክትታልኩም ብምዕዳም ድማ ናብ መደብና ክንሰግር ኢና። ፈለማ ዲያቆን ልዋም ኣዝየ የመስግነካ። ከምዚ ክጠቕሶ ዝጸናሕኩ መጽሓፍትኻ ብዝሕ ዝበለ እዩ። ናይ ሎሚ ግን ኣብዘን ክልተ ክንውሰን መሪጸ ኣለኹ። ክልቲኤን ድማ ተመላላእቲ ኮይኑ ይስምዓኒ። ኣብ ቀዳመይቲ መጽሓፍካ ነገረ ጥበብ ዝብል ድሕሪኡ እውን ህይወትን ፈተነታታን ዝብል ክልቲኡ ንሓድሕዱ ብዕምቆት ዝርኢ እዩ። ስለዚ ኣብ ናይ ሎሚ ኣርእስትና ኣብ ጥበብ ክንጅምር። ነገረ ጥበብ እዛ ቀዳመይቲ መጽሓፍ ከያ ዳርጋ ሸውዓተ ምዕራፋት ሓቂፋ ኣላ። ኣብዛ መጽሓፍ ድማ ንሓድሕዶም ተኣሳሰሩ እዩ። ንምዃኑ ጥበብ ክንብል ከለና እንታይ ማለት እዩ?
ጽቡቕ የቐንየለይ። መጀመርያ ነቲ ሒደት መክሊተይ ንምብዛሕ ድኹም ዓቕሚ ንምብርታዕ ናብዚ ዓውዲ ዓዲምኩም ጋሻ ጌርኩም ነዚ ቃላት ክዛረብ ስለ ዘፍቀድኩምለይ ከመስግነኩም እፈቱ። ካብቲ መጀመርያ ናይታ መጽሓፍ ክንጅምር እንከለና ነገር ወይ ከዓ ነገረ ዝብል ቃል ኣብ ክልተ ናይዘን መደረ ኣግኣዚ ቋንቋታት ተዛረበ፣ ኣስመዐ፣ ዛዕባ፣ መኸረ፣ መዓደ ዝብል ትርጉም ኣለወን። ተናባቢ ክኸውን ከሎ ከኣ ካብቲ ሳድስ ናብ ግእዝ ስለ እነምጽኦ ምስቲ ብድሕሪኡ ዝመጽእ ቃል ጽብቕ ዝበለ ጣዕሚ ይፈጥር። ስለዚ ነገረ እገሌ፣ ነገረ ጥበብ፣ ነገረ ህይወት ክንብል ንኽእል። ስለዚ ጥበብ ክንብል ከለና ብሓፈሻ ጥበብ ብኸምዚ ልሳን ደቂ ሰባት ብቐሊሉ ትግለጽ ወይ ብቐሊሉ ትዛረቦ ዓይነት ቃል ኣይኮነን። ምክንያቱ ምስቲ ርቀቱ ምስቲ ርዝነቱ ናይቲ ቃል ወሲድካ እኹል ወይ ከኣ ጭቡጥ መግለጺ ክትህቦ ኣጸጋሚ እዩ። ግን ከም ዓቕሚ ደቂ ሰባት ከም መጠን ናይቲ ዘረባና ከኣ ጥበብ ክንብል ከለና ምስትውዓል፣ ሓቂ፣ ፍቕሪ፣ ኩሎም ናይ ስጋውን መንፈሳውን ጸጋታት ውህበት ዝኾነ ምስትውዓል፣ ልቦና፣ ዓስቢ፣ ዕብየት እንዳበልና ከምኡ እንዳበልና ክንትርጉሞ ንኽእል። ስለዚ ጥበብ ረቂቕ ስልቲ ኮይኑ ንሰባት ናብ ርቀት ማለት ሰብ ናብ መልኣኽ ሰብ ናብ ፈጠረይ ናብ ዘብል መልክዕ ዝወስድ ነገር እዩ።
ሐራይ ጽቡቅ ጥበብ ማለት ከም ነዊሕ ድሕረ ባይታ ዘለዎ ጥንታውያን ነቲ ዝነብርዎ ከባቢ ነቲ ክመጽዎ ዝደልዩ ንቅድሚት ውን እናጠመቱ ዝኽተልዎ ዝነበሩ እዩ። እስከ ምስጢር ጥበብ ከ እንታይ እዩ ትብል?
ምስጢር ጥበብ ልክዕ ናብቲ ምድጋም ዘረባ ከይኮነና ናብታ ናይ ጥበብ እንታይነት ምምፃእ እዩ። ግን ምስጢር ጥበብ ንገለ በቢ ወገንና እንህቦ መግለፂታት ኣሎ። ንገሌና ጥበብ ጅግንነት፣ ንገሌና ጥበብ ትሕትና፣ ንገሌና ጥበብ ናይ ጎልያድያዊ ባህሪ፣ ንገሌና ጥበብ ናይ ዳዊት ባህሪ ንወስድ ኢና። ንገሌና ኣብዚ ኣርእስቲ ከይሓለፍኩ ጥበብ ናይ እምባገነንነት ወይ ከዓ ናይ ዕብየት ናይ ሓይሊ መግለፂ ገይርና ንወስዶ ወይ ብድርሰታትና ረቂቕ ስልቲ ስለ ዝተጠቐምና ሓያላት ኮይኑ ዝስመዓና ኣጋጣሚታት ኣሎ። ንኣብነት ጎላድያዊ ባህሪ መብዛሕትኡ ንጎላድያ ብዙሕ ነገራት ከም ሓያል ከም ብርቱዕ ጌርና ንወስዶ ኢና ኣብነት ናይታ ምስጢር ጥበብ ንምስደድ ኢለ እየ ግን ጎልያድ ብርትዐ ግዝፊ ዳእ እምበር ጥበብ ኣይነበሮን እታ ታሪክ ኩላህና ስለ ንፈልጦ ብዙሕ ምድጋሙ ስለ ዘይድሊ ማለት እዩ ግን ጥበብ ኣብ መን ነራ እንድሕር ኢልና ኣብቲ ዳዊት ኣብቲ ሳዕሪ ዳዊት ብንእሽተይ ወንጭፍ እዩ ነቲ ዓርሞሽ ዝኾነ ዳዊት ከውድቖ ክኢሉ። ጥበብ እዚ ዓይነት ስልቲ ኣለዋ፣ ምስጢር ኣለዋ፣ ትሕት ዝበለ ተፍቅር፣ ርቕቕ ዝበለ ተፍቅር፣ ነብሱ ዝርስዕ፣ ስጋውነት ማለት ስጋዊ ትምኒታቱ ዘጥፍእ፣ ምእንቲ ሰባት በጃ ናይ ምዃን፣ ምእንቲ ሰባት ኣነ ክሓልፍ እዚ ኣብ ታሪኽና ስለ ዘሎ፣ ብፍላይ ንዓና ንህዝቢ ኣግኣዚ ኤርትራውያን ጥበብ ምስጢር ጥበብ ንምፍላጥ ብዙሕ ምርምር ዘድልየና ኣይኮነን። ሰለዚ ምስጢር ጥበብ ዓወት እዩ፣ ምስጢር ጥበብ ፍቕሪ እዩ፣ ምስጢር ጥበብ ሓልዮት እዩ፣ ምስጢር ጥበብ ትሕትና እዩ፣ ምስጢር ጥበብ ምስ ውዱቕ ባህሪኻ ምጥላዕ እዩ፣ ስለዚ ብውስን ዝበለ ኣብ ከምዚ ጌርና እንተገለጽናዮ ኣኻለ መስለኒ። ኣራይ
ጥበበኛ ሰብ እንታይ ይዓስቡ መብዛሕትኡ እዋን ሽግር እንድዩ ንጥበብ ዝፈጥሮ መዋጽኦ ምስ ሰኣንካ ብልሕታት ምንዳይ ሽዑ እዩ እቲ ጥበብ ዝመጽእ ኣብ እዋን ጸገም ወይ ሽግር ወይ ተጓንፎ ንዑ ንምፍታሕ ትኽተሎ መገዲ ጥበብ እዩ ጥበበኛ ሰብ እንታይ ይዓስቡ እንታይ እዩ እቲ ረብሕኡ
ጥበበኛ ሰብ ካብ ምስጢር ጥበብ ዝወረሶም ነገራት ዝላበስ ሰብ ማለት እዩ። እዞም ኣቐዲም ናብታ ምስጢር ጥበብ ዝገለጽናዮም ነገራት ንዕኦም ተላቢሱ ንዕኦም ኣብ ውሽጡ ኣንጸባሪቑ ወይ ንዕኦም ብጋህዲ ዝነብረሎም ሰብ እዩ። ጥበብ እትህቦ ዓስቢ ልቦና፣ ፍልጠት፣ ምስትውዓል፣ ረቂቕ ምስጢራት ናይ ምፍታሕ ክእለት ወዘተ ከምዚ ዝኣመሰሉ ነገራት ዝውንን ጥበበኛ ሰብ እዩ። እዚ ከዓ ዓስቢ ጥበብ ኢልና ብሓፂሩ ክንገልፆ ንኽእል ማለት እየ። ምስኡ ተኣሳሲሩ ዝኸይድ ግን ጥበብ ፍቕሪ እዩ። ፍቕሪ ከዓ ጥበብ እዩ። ልቦና ፍቕሪ እዩ። ጥበብ ድማ ፍቕሪ እዩ ተባሂሉ ተማላሊኡ ዝግለጽ ነገር ኣሎ እሞ እስከ ኣስፋሕ ኣቢልካ ሓደ ጥበበኛ ሰብ ከመይ ዝበለ እዩ? እወ ምስ ዛምፂኻዮ ዘለኻ ምስ ፍቕሪ ምትእሳር ፍቕሪ ወዮ ደኣ ሎሚ እቲ ቃል ንሕና እናፈኾስና እቲ ቃል ከዓ እናሓሰረ ስለዝኸይድ ዘሎ እዩ እምበር ፍቕሪ ፍጹም ብኸምዚ ንሕና እንገልጾ ቃል ወይ ከኣ ተራ ነገር ኣይኮነን። ፍቕሪ ኣብ ብዙሓት ብፍላይ ኣብ መንፈሳውያን ነገራት እንድሕር ርኢናዮም እቲ ሓቀኛ ፍቕሪ ኣው ግለጸልና እዩ። ስለዚ ምስ ጥበበኛ ሰብ ፍቕሪ ፍቕሪ ኣይትብለጽን እያ፣ ፍቕሪ ዘይናይታ ኣይትደልን እያ፣ ፍቕሪ ለጋስ እያ፣ ፍቕሪ ወሃቢት እያ፣ ፍቕሪ እንዳበለ ብዙሕ ትንተናታት ክንበሉ ንኽእል እንዲና። እንድሕሪ ፍቕሪ ከምዚ ዓይነት ባህርያት እንድሕሪ ሃልይዋ ጥበብ እውን ሓደ እዩ። እቲ ጥበበኛ ሰብ ከዓ ነዚኦም ነገራት እዚኦም ክላበስ ዝኽእል ማለት እዩ። ሕራይ ኣብ እዚ መፅሓፍካ ብዛዕባ ገንዘብ ዝምልከት እውን ኣሎ። እስከ ንገንዘብ ብጥበብ ብእወታውን ኣሉታውን ሸንኹ ከመይ ትርእዶ?
ጽቡቕ፣ ገንዘብ ክንብል ከለና መብዛሕትኡ እዋን ኣብ ሓንጎልና እንሕዞ ኩሉ ሰብ ዝጥቀመላ ሱር ኩሉ ሓጢኣት ዝብል ሓረግ እዩ። ብልክዕ ገንዘብ ተራ ወረቐት እዩ። እዚ ክብል ከለኹ እቲ ኣብቲ ሃገር ዝህቦ መንነት ገዲፍና ማለት እዩ እቶም ኣብ ርእሲኡ ተሳኢሎም ዘለዉ ነገራት ነታ ሃገር እንታይ ሂቦ እዚ ብዙሕ ናብ ምንትንታን ናተይ እውን ዓውዲ ስለ ዘይኮነ ግን ተራ ወረቐት እዩ ነዚ ክብሪ ዝህቦ ወይ ከዓ ነዚ ዘሕስሮ ነገር ግን ሕልና እዩ ሰባት እዩ ሰብ ንገንዘብ ገንዘብ ሬታ ገንዘብ ህንፃ ክሃንፅ ገዛውቲ ክሰርሕ ዘብለጭልጭ ነገራት ክዕድግ ይኽእል እዩ ኣብዚ ኮነን ግን ናይ ገንዘብ ሓያልነቱ ገንዘብ ሰብ ክሰርሕ እንከሎ እዩ ገንዘብ ባዶ ሕልና ክመልእ እንከሎ እዩ ገንዘብ ዕሩቕ ክኸድን እንከሎ ገንዘብ ባዶ ከብዲ ክመልእ እንከሎ ትርጉም ናይ ገንዘብ ጎሊሑ ንርእየሉ ስለዚ ኣብቲ ኣሉታዊ ኣወንታዊ ጎኑ እዚ ክመስል እንከሎ ኣብቲ ኣሉታዊ ከዓ ልክዕ ኣንፃር ናይዚ ኮይኑ ብልክዕ ሰብ እንድሕር ሕጂ እንድሕር ርኢናዮ ሓደ ሰብ ቀዳምነት ህርፋን ገንዘብ ኣእምሮ ዝመፅእ ትምኒታቱ ስለ ዝድፍእዎ ጥራሕ ትምኒታት ንገንዘብ ናብ ዘየድሊ ኣሉታዊ ሳዕቤን ክሸምዎ ካብ ዝኽእሉ ሓደ እዩ ገዛእ ርእሳ ትቆጻጸር እንድሕር ኮይና ኣብቲ ድሓር ንመጽኦ ንኸውን ገዛእ ርእስና እንቆጻጸር እንድሕር ኮይና ገንዘብ ተራ እዩ ንዓና ገንዘብ ኢምንቲ ንዓና ስለዚ ኣብ ገንዘብ ጽቡቕን ብዙሕን ጎኑ ኣብቲ መጽሓፍ ብዓብኡ ገሊጸ ኣለኹ ሕራይ
ጽቡቕ እቲ ብዛዕባ ገዛእ ርእስኻ ዝምልከት ብዙሕ ኢኻ ጽሒፍካ ብፍላይ ኣብዛ መጽሓፍ እዚኣ ሰፊሕ ኣሎ ገዛእ ርእስኻ ምግታእ፣ ገዛእ ርእስኻ ምምላኽ፣ ገዛእ ርእስኻ ምቁጽጻር ዝብል እውን ኣለካ። እዚ ተደሚሩ ኣብ ጉዕዞኻ ኣብ እቲ ዝምድናኻ ወሳኒ ግደ ኣለዎ። ናብ ካልኣይቲ መጽሓፍካ ምስ ንሰግር ህይወትን ፈተነታታን ዝብል ትሕዝቶ እዩ ደለዋ። ሓደ እቲ ህይወት እንታይ ማለት እዩ እንታይ ከ እቲ ፈተነ ዝበሃል
ጽቡቕ ህይወት ብብዙሕ መዳያታ ካብ ዝግለጸሎም ማለት ብዙሓት ፍላስፋታት ህይወት ናይ መድረኽ ድራማ እያ፣ ህይወት ከምዚኣ፣ ህይወት ከምዚኣ እንዳበሉ ብዙሕ ትንታነታት ሂቦሞ ኣለዉ። ንዕኡ ከም ዘለዎ ገዲፍና ህይወት ከም ሓንቲ ኣታኽልቲ ወይ ከዓ ከም ሓንቲ ገነት ገነት ማለት ኣታኽልቲ ከም ሓንቲ ኣታኽልቲ ጥበብ ትደሊ ቀፅሪ እያ ስለዚ ህይወት እናሻዕ ምክንኻን እናሻዕ ከምታ ኣብታ ገነት ወይ ኣብታ ኣታኽልቲ እናሻዕ ማይ ምስታይ እናሻዕ ቆላሕታ ከም ዝደሊ ንዕቤት ናይ ኣታኽልቲ ህይወት ከዓ እናሻዕ ጠመተ እትሓትት ጥበብ እያ ትኩር ኢሉ ዝጥምታ ትደሊ ነታ ሓተ ውርድ ኢሉ ሰረታ ዘርእየላ ሰብ ትደሊ እያ ስለዚ ብሓፂሩ ህይወት ጥበብ እትሓትት ምዃና ኣብዚ ንረዳእ ስለዚ ምስቲ ፈተና ክንብል እንከለና ፈተና ህይወትን ፈተናታትን ክንብል እንከለና ስለዚ ፈተና ንደቂ ሰብ ንህይወት ከም ዝሰማማዓ ገይሩ ዝተፈጥረ ነገር እዩ መብዛሕትና እዋን ንፈተና ከም ሓደ ኣሰንባዲ ነገር ወይ ብውሽጥና ተጸላእ ንገብሮ ኢና ፈተና ግን ተጸላእ ነገር ኣይኮነን ፈተና ንህይወት ከመቅር ዝተፈጥረ፣ ንህይወት ከዕቢ ዝተፈጥረ፣ ትርጉም ህይወት እንታይ ምዃኑ ከርእየና ዝተፈጥረ ነገር እዩ። እዚ ስለ ዝኾነ ድማ ግድን ኣብ ህይወትና ፈተና ዘድልየና። ብፈተና ዘይሓለፈት ህይወት ትርጉም ህይወት ኣይትርዳእን እያ። ስለዚ ትርጉም ህይወት እንድሕር ኣብቲ ኣቐዲምና ርኢና ፈተና ከዓ እዚ ዝመስል እንድሕር ኮይኑ ህይወትን ፈተናን ማዕረ ማዕረ ክልቲኦም ይጓዓዙ እዮም። ክጓዓዙ ከለዉ የዕርኹን ክንብሎም ከለና ግን ስለዝፋቐሩ ኣይኮነን እንታይ ደኣ ሓደ ነቲ ሓደ እንዳጸገነ ሓደ ናይቲ ሓደ መቐረት እናኾነ ዝኸድ ስለ ዝኾነ ኢና ህይወት ፈተና ዝተኸበት እያ ብፈተና ዝተኸበት ገነት እያ ንብላ ማለት እዩ ጽቡቕ ኣብ ህይወት ዘጋጥሙ ግድላት ከምዚ ክጠቕሶም ጸናሕካ ፈተነታት በሎም ግድላት በሎም ሽግራት በሎም ሕፅረታት በሎም ኩሉ ክኸውን ይኽእል ምስ ኣጓያጠሙኻ ሓደ ውልቀ ሰብ ሓደ ሕብረተሰብ ብኸመይ መገዲ ንዕኦም ይሓልፎም?
ኣብቲ ኣፈታትሓ ናይ ግድላትና ብዙሕ ሜላታት ክንጥቀም ንኽእል ኢና። ናይ ብሓቂ ኣነ ኣብዚ ሓደ ሓቂ ኣሎ ኩላህና እውን ዘይንስሕቶ ከም ህዝቢ ንሕና ኤርትራውያንሲ ብዛዕባ ግድላት ኣፈታትሓ ንሽገር ሰባት ኣይኮንናን። መላእ ህዝቢ ኤርትራ መምህር እዩ። ናይ ዝሓለፈ ናይ ቃልሲ እዋናትና ንናጽነት ክነምጽእ ዝወሰድናዮ ጉዕዞ ካብ ሓደ ሰብ እልይ ኢልካ ከምዚኣ ሽግር ኣጋጢማሃኒ ኢልካዮ እልፊ ዘይብሎም እልፊ ዘለው ማለት ብዙሓት ትምህርትታት ከምጽኣልና ዝኽእል እዩ። ንኣብነት? ገንዘብ ምስኣን ንበል ንኣብነት መብጀም ሰብ ዘ- ዘጨንቆ ነገራት እ፣ ገንዘብ ምስኣን እዩ ሕፅረት ሕፅረት ገንዘብ ማለት እዩ ሕፅረት ገንዘብ ንሰባት ናብ ዓብ ጭንቀት ናብ ነብሶም ናብ ምጥፋእ ናብ ካልእ ዘይተደለየ ስጉምቲ ዘውስድ ሎሚ ንወስዶ ዘለና ስጉምትታት ሲ ካብ ሃገርና ካብ ቤተ- ስድራና ካብ ኩሉ ነገር ዝፈለየና ዘሎ ነገር እ፣ ትምኒት ወይ ገንዘብ ኢልና ን- ወይ ገንዘብ ኢልና ንሕፀሮ ነዚ ብዙሕ ኣርእስታት ክኾኑና ዝኽእሉ ነይሮም። ኣነ ኣብዚ ናይ ዶኪመንታሪ ማለት ዝበሃል ኣብዚ ናይ ገድሊ ክሪኦ ምስቲ ዕድመይ ኣይነበርኩዎን ኣብ ግን ኣብዚ ክሪኦ እንከለኹ ኣብኡ ዝነበረ ናይቲ ጅግንነት ባህሪ ሰብ ክሳዕ ክንደይ ውዱቕ ምስ ውዱቕ ባህሪኡ ይጣላዕ ሰብ ክሳብ ክንደይ ትሕት ኢሉ ንዝዓበየ ነገር ይጥምት ሰብ ክሳዕ ክንደይ ነፍሱ ረሲዑ ንኻልኦት ሞሳ ክህብ ሞሳ ዘውህብ ስራሕ ክሰርሕ ይኽእል ክትሪኦ እንከለኻ እንድዒ ናይ ብሓቂ እዚ ተጻሒፉ ተዝኸውን ሲ ልዕሊ እቲ ኣብ ዓለም ዘሎ ናይ ፍልስፍና መጻሕፍቲ እንድዒ ማለት ንምግላጽ ቁሩብ ሓጽረኒ እዩ ስለዚ ሲ ትምኒታትና እናኣልየሎም ትዕግስቲ ንባዕሉ ዝምህረና ሕብረተሰብ እዩ ዘለና ብዛዕባ ትዕግስቲ ምፅኻ ብዛዕባ ምሕደራ ምፅኻ ብዛዕባ ክውንነት ኣምፅኻ ኣብ ሂወት ኣቦታትና ኣዴታትና ሊቃውንቲ እዮም በዚ ከመይ ኢሎም ንሽግር ሽግር ይፈልጥዎ እዮም ንሽግር ከመይ ኢሎም ከምዝሓልፉ ከዓ ፈልጡ እዮም ስለዚ ኣብዚ ትንተና ብዙሕ ክንኣቱ ንኽእል ኢና ግን ብሕፅር ዝበሎ ከምዚ ይመስል ገዛእ ርእስኻ ንክትቆፃፀር እንታይ እንታይ ክትገብር ክትክእል ኣለካ
እዞም ነገራት እዚኣቶም ብተደጋጋሚ ዝፀሓፉ ኣብ ጥበብ ማለት ኣብ ህይወት ቀየስቲ ነገራት ናብ ዓወት ከብጽሑና ዝኽእሉ ነገራት ስለ ዝኾኑ ኢና ብብዝሒ ነደጋግሞም። ሰብ ቀዳማይ ዘጥፍኦ ትምኒት እዩ፣ ውሽጡ ስለ ዘይቆጸጸር እዩ። ሓንቲ ጠቕሲ ኣላ፣ ትምኒት ፈረስ ነይሩ እንተዝኸውንሲ ቀዳማይ ሰሪርዎ ዝጋልብስ ድኻ ምኾነ ነይሩ ዝብል ኣሎ እዚ እንታይ እዩ ኣብ ስእነት ብዙሕ ትምኒታት ስለ ዝመፅእ ንምባል እዩ ትምኒታትና እዮም እዞም ኩሎም ናብ ጥፍኣት መገዲ ዘምርሑና ዘለዉ ትምኒትካ ካብ ውሽጢ ዝፍልፍል ስለዚ ውሽጥኻ ተዘይተቖጻጺርካ ኣብ ውሽጥኻ ዘሎ ትምኒታት ኣብ ውሽጥኻ ዘሎ ነገራት እንተዘየጥፊእኻ ገዛእ ርእስኻ ክትቆጻጸር ኣይትኽእልን ኢኻ። ገዛእ ርእስኻ ተዘይተቖጻጺርካ ከኣ ንዓ ንነብስኻ ንሕብረተሰብካ ንሃገርካ ክትብድል ኢኻ። ስለዚ ገዛእ ነብሱ ዝቆጻጸር ሰብ ካብቲ ሓያል ጀግና ኣብ ሰራዊት ይበልጽ። እዚ ስለ ዝኾነ እዮም ገዛእ ነብስና ንቆጻጸር፣ ገዛእ ነብስና ንግታእ፣ ገዛእ ነብስና ንምለኽ፣ ገዛእ ነብስና ከም ኣብነት ንውሰዶ ፍልጠት ክህልወና፣ ገንዘብ ክህልወና፣ ዕብየት ክህልወና ክእል እዩ ብህይወት። እዚኦም ነገራት እዚኣቶም ገዛእ ርእስና ክንቆጻጸር እንተዘይክኢልና ናብ ጥፍኣት ሒዞምና ክኸዱ ይኽእሉ እዮም። መብዛሕትኡ ግዜ ናብዚ ነገራት ዘቃልዑና ብንእሽተይ ፍልጠት ፈለጥኩ ፈለጥኩ ብንእሽተይ ገንዘብ ረኸብኩ ረኸብኩ ዝብሉ ሰባት እዮም። እዚ ነዚኣቶም እቲ ቀንዲ መምህር ዝኸውን ኣብ ሂወት ክንቆጻጸረሉ እንኽእል ሜላ ምስ እነተኣታቱ ጥራሕ እዩ። እዚ እንድሕር ጌርና ፍልጠትና ሰባት ክሰርሕ እዩ፣ ፍልጠትና ከልምዕ እዩ፣ ፍልጠትና ዕቤት ከምጽእ እዩ። ገንዘብና ውን ልክዕ ከምኡ ማለት እዩ። ገዛእ ርእስና ተዘይተቋጻጺርና ግን ፍልጠትና ሒዝና ክጠፍዩ፣ ገንዘብና ሒዝና ክጠፍዩ፣ ስልጣንና ሒዝና ክጠፍዩ፣ ንባዕልና ውን ትርጉም ህይወት ኣይነላልን ኢና። ስለዚ እዞም ቀየስቲ መምርሒታት ኣብ ህይወትና እንድሕር ኣእቲና ናይ ብሓቂ ናይ ምንባር ትርጉም ስለ ዝህቡና ኢና መብዛሕትኡ እዋን እንዳደጋገምና ንጥቀመሎም ማለት እዩ። እስከ ትሕትና እንታይ ማለት እዩ?
ትሕትና ክብረት እዩ ማለት እንደይ ኣብቲ ኣገላልጹ ከየጉድለሉ ፈርሕ ግን ኣብ ሎሚ ሎሚ እንዳጥፋእናዮ ንኸይድ ዘለና ኣብ ኣሰሓኮ ንብሎ ነገር ንብፃይካ ቀዳምነት ኣብ ምሃብ ሕልፊ ካልኦት ገኒንካ ክትረኣ ዘይምድላይ ፍልጠትካ ኣብ ተግባራዊ ነገር ንምልዋጥ እንጥቀመሉ ስልቲ እዩ። ትዕቢት ብኣንጻሩ ትዕቢት ንጥፍኣት ዝመርሕ እንድሕር ኮይኑ ትሕትና ኸኣ ንልምዓት እዩ። ስለዚ ዘለና ጸጋታት ዘለና ውሽጣዊ ሓይሊ በዚ መገዲ እንድሕር ኬድናሉ ናብ ዓወት ከብጽሓና ይኽእል እዩ። ኣብቲ ትንታኔኡ ብዙሕ ነዊሕ ከክይድ ስለ ዝኽእል ብሕጽር ዝበለ ትሕትና ናይ ኤርትራውያን መለለዪ ስለ ዝኾነ ከኣ ማንም ሰብ ብዛዕባ ትሕትና ተሓቲቱ ክምልሶ ክእል ስለ ዝኾንን ኣራይ ብዙሕ ተዘይኣተና እንታይ እዮም እቶም ዓስብና ብጽቡቕን ብሕማቕን ከዕፅዱና ዝኽእሉ ነገራት። ትሕትና፣ እሙን ምዃን፣ ኣብቶም ነቶም ገዛእ ርእስና ንምምላኽ ዝጠቕሙና ሜላታት እዚኣቶም ብጥምረት እንድሕር ኣምፂናዮም ኣብቲ ሕብረተሰብና ኣፍራዪ ናይ ምዃን ብሰላማዊ መገዲ ናይ ምንባር ዘኸእሉና ስለዝኾኑ ኢና ኣብኣ ጠቒስናየን ዘለና ብዛዕባ ዕርክነት ብዛዕባ ሓዳር ብዛዕባ ውላድ ጠቒስናዮም ኣለና ነዚኣቶም ኣብቲ ሕብረተሰብ ዝረኸብክዎም ብሂላት ስለዝኾኑ ነቲ ሕብረተሰብ ነቲ ናቱ ዳርግማይ ተደገምናሉስ ብዙሕ ፅቡቅ ኣይመስለንን ፅቡቅ ግን ከም ትውፊት ትውፊት እንዲኻ ትውፊት ልካ ዘለኻ እዎ ብልክዕ፣ መፅሓፍ ካውን ብልክዕ፣ እዎ። ባዕልኻ ማሕበራዊ ክብርታት ብኸመይ መገዲ ይሰጉሩ እያ ትብል ምስጢር ዓወት ህይወት እውን ኣለዎ ብዙሕ ኣብቲ ዝርዝራት እንተዘይኣተና ግን ኣብ ውሽጢ እዚ መፅሓፍካ ብዙሕ ነገራት ኣሎ ሓንቲ ሕቶ እሺ። ንስኻ ንባዕልኻ ኣብ ህይወትን ፈተናታታን ብኸመይ መገዲ ሓሊፍካ እ፣ ተመኩሮኻ ከ ኣብዚ መፅሓፍ እዚ ተተናኺፉ ዶ ኣሎ ያዋ
ብልክዕ መቸም ኣብ ሂወት ፈተና ወይ ውን መከራ የብለይን ዝብል ሰብ ውሑድ ክኸውን ይኽእል እዩ። ከም ሰብ ኣነ ውን በዚ መጻወድያ እዚ በዚ ማሕለኻ እዚ ሓሊፈ እየ። እቲ ጽቡቕ ነገሩ ግን ኣብ እምነት ቦታ ስለ ዝነበርኩ ከም ዲያቆን መጠን ኣብ ትሕቲ ቤተ ክርስቲያን እየ ስለ ዝነበርኩ እ፣ ንፈተናታተይ ናብ መዓር ክቐይሩ ዝኽእሉ ብዙሓት ሜላታት ኣብ ህይወት ተማሂረ ሎሚ እቲ ሐ- ሓደ ጽቡቕ ነገር ኣብ ህይወት ንፈተናታትካ ተቐቢልካ እ፣ ክተምዕሮም ምፍታን መረርቲ እዮም ፈተና ኩሉ ሻዕ ግን ክተምዕሮም ምፍታን ግን እ፣ ጥበብ እዩ ስለዚ ኣብ ፈተና ዝኣተወ ሰብን ሂወቱ ኣብ መከራ ዝኣተወቱ ኣብ ፈተና ዝኣተወ ሰብን ኣብ ቀላይ ዝጠሓለ ሰብን ሓደ እዮም። ክልቲኦም ዓቕሎም የጽብቡ እዮም። ስለዚ ኣብዚ ዓቕሊ ጽበት እዚ ዘድልየና ሓደ ነገር እንድሕር ሃልዩ ግን ትዕግስቲ ወይ ህድኣት እዩ። ማለት ረቂቕ ጥበብ ሰባት ትምርሓሉ ዘይኮነ ንሰባት መሪሓ ንዓለም ዘግዝእ ነገር ጥበባት ስለ ዘሎ ንዑ እንዳቀሰምኩ ኣብ ሂወተይ ክሳብ ሕጂ እንዳወደቅኩ እንዳተሳኩ ኣለኩ ማለት እየ። እስከ ናይ ሳዋ ጉዕዞካን ብድሕሪኡ ኣብ ሳዋ ድቀሰምካዮ ክብርታት ከ እንታይ ነይሩ? እወ ኩሉ ሻዕ እኩብ ነገር ጽቡቅ ነገር ትረክበሉ ዓውዲ ስለ ዝኮነ ንሳዋ ናብኡ ምእታው ከም ሰብ ካብ ሰባት ትወስዶ ሕማቕ ባህሪ ኣሎ ካብ ወልቃውያን ብዓብኡ ግን ካብቲ ዝቕረበልካ መኣዲ ትጎናጸፎ ዓብ ጸጋ እዩ ሕጂ ምስ ሃዋ ብከምዚ ክገልጻ እንድዒ ቅሩብ ይስግረኒ ከኣ ኸውን ምክንያቱ እቲ ህይወት መምህር ኣብ ዘይብሉ እቲ ቦታ ባዕሉ መምህር እዩ መንእሰያት ናይ ብሓቂ ምፍላይ ካብ ኣብቲ ኣብታ መጽሓፍ እውን ጠቂስዮም ዘለኹ ኣብቲ ናይ ንእስነት ዘበን ተጸለውቲ ሰንበቲ ሃረፍቲ ሃረርቲ ሰባት ስለ ዝኾንና ግድን ኣብ ህይወትና ሓደ ኣላ የድልየና እዩ ሓደ ካብቲ ጽቡቕ ናይቲ ሳዋ ነገር ከዓ ኣብ ህይወት ኣላይ ምዃን እዩ ንህይወትና ኣላይት ምዃን እያ። በብውሽጥና ሒዝናዮ ዝመፃና ባህሪ፣ በብውሽጥና ሒዝናዮ ዝመፃና ስድነት፣ በብውሽጥና ሒዝናዮ ዝመፃና ዓወት፣ በብውሽጥና ኣሉታውን ኣወንታውን ሒዝናዮ ዝመፃና ኣብ ሓደ ዓውዲ ልክዕ ከም እንታይ እዮም ዝብሉ ቦታትና እኽሊ ለማን እሲ ሕውስዋስ እዩ ሓደ ጣፍ ሃበካ እቲ ሓደ መሸላ ሃበካ እቲ ሓደ ስርናይ ሓደ ዝኾነሉ ግን ምስተጣሕነ እዩ ምስተጣሕነ ግን ኣይ ናይ መሸላ ኣይ ናይ ስርናይ ኢልካ ኣይትፈልዮን ኢኻ ስለዚ እቲ በብናቱ ባህሪ ዝመጸ ኣብ ሓደ ጥሒንካ ሓደ ሰብ ክትገብሮ ምኽኣል እዚ ዓቢ ጥበብ እዩ ንባዕሉ። ስለዚ ንሳዋ ልክዕ ምስዛ መጽሓፍ እንድሕር ኣርኢናያ ሓንቲ ናይ ነገረ ጥበብ ቤት ትምህርቲ እያ። ሰባት ተጣሒኖም ክስርሑላ ዝኽእሉ፣ ሰባት ውልቃዊ ባህሪኦም ከጥፍኡላ ዝኽእሉ፣ ሰባት ውሽጣዊ ትምኒታቶም ገቲኦም ምእንቲ ሓደ ዕላማ ማለት ትማሊ ንሳዋ ክህነጽ እንከሎ ዘምጸእ ስነ ሓሳብ ኣብ ውሽጥኻ ቀሲምካ ንደሓር ወለዶ ንምሃብ ዘኽእል ብቕዓት ስለተወንን ኣነ ሳዋ እንድዒ እቶም ብዓቢኦም እቶም ኣብኡ ዘለዉ ሰባት ክገልጽዋ ክብረት ምሃበት ከማይ ሰነፍ ሰብሲ ቅሩብ ትቫልዩ ከየግዱለላ ማለት እየ ኣራይ ጽቡቕ ኣብዛ መጽሓፍካ ብዙሕ ኣገዳሲ ነጥብታት ዝረኸብኩሉ እውን ኣሎ ገለ ገሊኡ ደስመርኩሉ እንታይ እዩ ብዛዕባ ፃዕሪ ዝምልከት እዩ እንታይ እቲ ፍቱን ዝኾነ ንሓደ ሰብሲ ፃዕሪ ምስጢር ዓወት እዩ ፃዕሪ ግን ትርጉም ኣብ ዘለዎ ፃዕሪ ትርጉም ኣብ ዘለዎ ስራሕ ግዜኻን ጉልበትካን እንተ ኣጥፊእካ ትዕወት ዝብል ምስጢር ኣሎ። እቲ ፍቱን ጻዕሪ ዝበሃል ከመይ ዝበለ እዩ? ምስ ዕድል ከ ከመይ ይተኣሳሰር?
እወ ጻዕሪ ክንብል ከለና ምህላኽ፣ ምዕያይ፣ ምጉያይ ከምኡ ዓይነት ትንተና ከወሃቦ ክእል እንድዩ። ጻዕሪ ዕዉት ወይ ኣድማዒ ክኸውን እንድሕር ኮይኑ ኣብ ንጹህ ዕላማ ወይ ከኣ ኣብ ንጹህ ስነ ምግባር ምስ ዝዓልብ እዩ። ሰራቂ እኮ ጻዕረኛ እዩ። ቀጣፊ ጻዕረኛ ክኸውን ይኽእል እዩ ነዚ ስርቁ ግን ጻዕራም ከብሎ ይክእልን እዩ ግን ፍቱን ዘተኣማምን ውፅኢት ኢልና እንኣምነሉ ግን ኣብ ሰናይ ዕላማ ዝተመርከሱ ፃዕርታት እዩ ብባህሪና ሰባት ማለት ክፅዕር ዝፈቱ ሰብ የለን ብፍላይ ኣብ ዘበነይ ዘለዉ ሰባት ሲ ኮፍ ኢልካ ናይ ብላዕ ባህጊ ምክንያቱ ብእንርእዮ ብእንሰምዖ ብእነንብቦ ሕልና ናይ ደቂ ሰባት እናወፅ እዩ እዚ ነውፂ እዚ ካብ ፃዕሪ ይፈልየና እዩ ምክንያቱ ኣብ ቴሌቪዥን ሓደ ኮፍ ኢሉ እንዳበልዐ እንዳሰተየ ካብ ስራሕ ብመኪና ዝመላለስ ስሙዝ እዚ ልሙፅ ዝኾነ ቅሬታት እንግሊዝ ቃል ክጥቀመሉ ይደልኒ ግን ልሙፅ ዝኾነ ናብራ ዝሓልፍ ሰብ እንዳረኣየ ሰብ ንዓ ጀርዲን ኮስኩስ ንዓ ማያስቲ ክትብሎ ንዑ ዓቐብ እዩ ምክንያቱ ዝሪኦ ዘሎ ኣብ ትምኒቱ ውሽጡ ዘፈልፍሎ ዘሎ ካልእ ነገር እዩ ስለዚ ኣድማዕ ክኸውን ኣይክእልን እዩ ንሓደ ሰብ ግን ትማሊ ነዛ ተኽሊ እዚኣ ኣብ ሓንቲ ናይ ሓደ ትሕትና መምህር ዝተጠቕሰት ኣላ ሓደ ኣቦ እዮም ንሓደ ተምሃሪኦም ዕንፀይቲ ወይ ምርኩሶም ኣምፂኦም ተኺሎም መየስቲ እየ ኢሎሞ ብናተይን ናትካን ርድኢት እዚኣ ዝመተት ዕንፀይቲ እንታይ ግር እዩ ዝብለና ግን እዞም እዚ ረድእ እዚ ወይ እዚ ኣገልጋሊ እዚ ንሰለስተ ዓመት ብዘይ ተህኪት ነዛ ማይ ነዛ ገረብ እዚኣ ስትይዎ ፍረ ትሕትኑ ፍረ ፃዕሩ ከዓ እታ ገረብ እቲኣ ድሕሪ ሰለስተ ዓመት ፈርያ ዓምቢባ ዓብያ ፈርያ ዓምቢባ እንሆ ፍረ ትሕትና ተባሂላ ተነጊረላ ማለት እዩ እዚ ኣብ ተግባራዊ ምንባር ክነምፅኦ እንከለና ኣብ ቅዱስ ዕላማ ኣብ ትሕትና እወ ፅባሕ ንግሆ ሓደ ነገር ክኽሰት እዩ ኣብ ህይወት ኣነ እንተዘይረእኽዎ እኳ ትድሕረይ ዘሎ ክነብረሉ እዩ ንዑ እኳ ከጥዕመሉ ኢሉ ዝሓስብ ሕልና እንድሕር ሃልዩ ፃዕሩ ፍቱን ዘተኣማምን እዩ ኣብ ውድቀት ዘሎ ንነብሰይ ጥራሕ ይጥዓመኒ ከም ናይ ኣድጊ ድሕረይ ሳዕሪ ኣይብቆላ ዝዓይነቱ ኣካይዳ ምስ ዝምራሕ ሂወት ግን ጻዕሪ ከምቲ ማለት እየ። ጽቡቕ እሞ ዲያቆን ልዋም ኣብ ግእዝ ኣብ ትግርኛ ብዙሕ መጽሓፍቲ እውን ኣሰናዲእካ ኣለኻ እዘን ክልተ እውን ጽቡቕ ተቐባልነት ዘለወን እየን ትሕዝትኦን ደጋጊምካ ንዕለታዊ መወከሲ እውን ክኾና ዝኽእላ እየን ንመጻኢ ዝሓዝካዮ እንታይ መደብ ኣሎ
እወ ኩሉሻዕ ኣብ ሰባት እንታይ ኢና ንብል ሰብ ይሓስብ እግዚኣብሄር ከኣ ይፍጽም እዩ እግዚኣብሄር እንድሕራ ፈጺምና ነቲ እንሓስቦ ነገር ከም ኣመንቲ ምዃንና ህዝቢ ኤርትራ እግዚኣብሄር ናይ ምጥቃም መሰል ኣለኒ መስለኒ ኣብዛ ሕጂ ድሕሪ ዘን መጻሕፍቲ ዝስዕባ በዚ ኣጋጣሚዚ ከየመስገንክዎም ክሓልፍ ዘይደሊ ን ክቡር ፕሮፌሰር ኣበበን ከምኡ ውን መርጌታ ሄኖክ ገብረሚካኤል ኣብ ንእሽተይ ኣብ ህጻናት ኣብ ትምህርታዊ መዳዮም መዳይ እትሕግዞም መጽናዕቲ ኣብ ምግባር፣ መወከሲታት ኣብ ምሃብ ኣተባቢዖምኒ። ድሮ ናይታ መጽሓፍ ሓምሳ ክፋል፣ ሓምሳ ሚእታዊት ተወዲኡ ኣሎ። ኣብ ዝመጽእ ንዓኣ ኣብ ምሕታም ኣለኹ። ካልእ እውን ብፍላይ ኣብቲ ዘለኸዎ ናይ መንፈሳዊ ደረጃ ብዙሓት ንመንእሰያት ዝኸውን ኣብ ህጻናት ይኹን ኣብ መሰያት ኣብ ኤርትራውያን ብፍላይ ነዚ በካሊ ዝኾነ ወራራት ነዚ ዓለም ትህበና ዘላ ንዓና ጥዑም እናመሰለ ህይወትና ህይወት ካልኦት ዝብክል ወራራት ንምግታእ ዘኽእሉ ብጥበብ ዝተቐለሱ ሓሳባት ከም ፍቓድ እግዚኣብሔር እግዚኣብሔር እንድሕር ሓጊዙኒ ንዓኣቶም ነገራት ኣብ መጻኢ ከምዚኣ ህይወትን ፈተናታታን ዝኣመሰላ ምጥን ዝበላ መጻሕፍቲ ንህፃናት ንዓበይቲ ከበርክት ተስፋ ገብር እሞ ድያቆን ልዋም ሃብተ ስለቲ ዝሃብካና ሓበሬታ ኣዝየ የመስግነካ ዓውት መጻ ክኾነልካ ድማ ተስፋ ይገብር ንሎሚ በዚ ክንዛዘም ኢና ካልእ ግዜ እውን ተራኺብና ብሰፈህ ንዕልል ተስፋ ይገብር ደጊመ ብስም ተኸታተልቲ የመስግነካ የቐንየልና የቐንየለይ